ሓይሊ ምስጋና ካልእ ሓድሽ መዓልቲ ስለ ዝረኣኹ የመስግን ኣለኹ። ነገራት ናይ ብሓቂ ምሉእነት የብሎምን፣ ማለት ፐርፌክት ኣይኮኑን። ኩሉ ክህልወኒ ዝብህጎ ኣይውንንን እየ፣ ኣብዚ ብህይወት ብምህላወይ ግን የመስግን ኣለኹ። ኩለን ሓደሽቲ መዓልታት ንኽነብር፣ ክሃንጽን ከፍርን ዕድላት እየን። ፍጡር ወዲ ሰብ ምዃን ሓደ ኣዝዩ ዓቢ ህያብ እዩ፣ ኣነ ሓደ ካብኡ እየ። ጽቡቕ ዝኸዱለይ ኣዝዮም ብዙሓት ነገራት ኣለዉ። ነዚ ኸኣ እየ ዘመስግን። መብዛሕትኡ ግዜ ኣብ ክንዲ በቲ ዘለና ነመስግን ናብቲ ዘይብልና ጥራይ ኢና ነቋምት። ክንደይ ሽግራት ሰጊርካ ንስኻ ሎሚ ብሂወት ኣለኻ። ጽሩይ ኣየር ተስተንፍስ፣ ጸሓይ ክትበርቕ ትዕዘብ፣ ከዋኽብቲ ዝመልአ ሰማይ እውን ከምኡ። ኣዝዮም ብዙሓት ብሂወት ዘየለዉ ነዚ ኣይክምኮርዎን እዮም። እዚ ንገዛእ ርእሰይ ደጊመ ከዘኻኽራ ኣለኒ። ኣብቲ ናይ ብሓቂ ክበጽሖ ዝደሊ ኣይበጻሕኩን ዘለኹ፣ ከም ዝበጽሖ ግን ይፈልጥ እየ። ስለቲ ዝገበርክዎ ምዕባለታት የመስግን ኣለኹ። ኣብዚ ሎሚ በጺሐዮ ዘለኹ መዓልታዊ ንግሆ ድሕሪ ምትሰእይ ስለ ዘለዉኒ ዘመስግነሎም ሰለስተ ነገራት ይረክብ። እዚ ነገር እዚ ገንዘብ ዝኽፈሎ ኣይኮነን። ጭንቀት ኣብ ዝስምዓኒ ግዜ እቲ ናይ ምስጋና ጽሑፈይ የንብብ፣ ምኽንያቱ ምስጋና ጭንቀት የጉድል ስለ ዝኾነ። ሓጎስ ኣመስጋኒ ካብ ምዃን'ዩ ዝመጽእ። ብዘየገድስ ክንደይ ኣሽሓት ገንዘብ፣ ዘፍቅሩኻ ስድራ ቤት፣ ወይ ዓቢ ገዛ ይሃልኻ፣ ዘይተመስግን እንተደኣ ኰንካ ብዙሕ ትርጕም የብሉን። ብተደጋጋሚ ኣብ ናይ ሻቕሎትን ብስጭትን መርከብ ትነብር እንተደኣ ሃሊኻ፣ ህይወትካ እውን ብስጭትን ጭንቀትን እዩ ዝኸውን። ንህይወት ብናይ ምስጋናን ዕድላትን ክሻፋ ክትርእያ እንተ ጀሚርካ፣ እንዳ መቀረት እያ ትኸይድ። ንስኻ ናብ ጸገማት ዲኻ ዋላስ ዕድላት ከተተኵር ክትውስን ኣለካ። ኣነ ኣብቲ ክበጽሖ ዝደሊ ኣይበጻሕኩን ዘለኹ ግን ኣብቲ ቅድሚ ሕጂ ዝነበርክዎ ስለ ዝተመሓየሽኩ የመስግን ኣለኹ። ክትሰርሓኒ ስለ ዘይትኽእል ክትሰብረኒ ኣይትኽእልን ኢኻ። እቲ መበገሲየይ ዕላማ ነቲ ክግበር ዝግብኦ ክገብር ሓቦን ምትብባዕን ክህበኒ እዩ። ኣመስጋኒ ኮይነየ ዝነብር። ንነገራት ከም ክፍጸሙ ዘለዎም ግቡኣት ኣይወስዶምን እየ። ኣብዛ እንነብረላ ዘለና ዓለም መወዳእታ ዘይብሉ ዕድላትን ጸጋታትን እዩ ዘለና። እዚ እኳ እንተኾነ እቲ ሓቂ ኣዝዮም ብዙሓት ሰባት ኣተኩሮኦም ኣብ ዝጎደለ ነገራት ጥራዮም ዝገብሮ ኣብ ክንዲ በቲ ዘለዎም ዘመስግኑ በቲ ዘለካ ዓቕምን ናይ ዘፍቅሩኻ ሰባት ሓገዝን ዓቕምኻ የዕብዮ ነቲ ዘለካ ኣዕሚቕካ ተመሃሮ ሕሰበሉን ኣፍቅሮን ስለምንታይ ኢና ዓበይቲ ስታርስ ኣዝዮም ዕዉታት እንከለዉ ከም ዝባሳጨው ንሰምዕ ምክንያቱ ዓወት ጥራይ ንበይኑ ሓጎስ ስለ ዘየምጽእ እዩ ሓጎስ ማለት ኣብቲ ትቆሃጸሮ ሓንጎልካ ስምዒትካ ነፍስኻ ምሉእነት ምርካብ እዩ ነቲ ውሽጣዊ ጌም ምዕዋት ነቲ ደጋዊ ጌም ክትዕወት እዩ ዝገብረካ ብዙሓት ግን ኣብቲ ደጋዊ ጌም ጥራይ የቕልቡ መወዳእትኦም ድማ ጽቡቕ ኣይከውንን ህይወትካ ሪፍሌክት ግበሮ ከም ስብ ምባል ንገዛእ ርእስኻ ሕተት ኣየኖት ፍርሕታት እዮም ንድሕሪት ዝጎቱኒ ዘለዉ? ኣየኖት ፍርሕታት እዮም እቲ ምሉእ ዓቕምኻ ከይትበጽሕን መሳጥን ሰሓብን ዝኾነ ህይወት ከይትነብር ዝዕንቁጽኻ ዘለዉ? እዞም ፍርሕታት እዚኦም ግጠሞም፣ ብግቡእ ተቆጻጸሮም። ቀሊል ኣይክኸውንን እዩ፣ ግን ዓስቡ ብዙሕ እዩ። ናብ ህይወትካ ገጽካ ጠምት፣ ናብቲ ዘፍረኻዮ እውን ከምኡ። እቲ ትብህጎ ይህበካ ኣሎዶ? ብትርጉም ትነብር ኣለኻ ዶ? ንገዛእ ርእስኻ ዘፈልፈለልካ ሓደሽቲ ሓሳባት ብዝከኣለካ ትሰርሓሉ ኣለኻ ዶ? ኣብ ናይ ምቹእነት ዞባ ኮፍ ኢልካ ምዕባይ ኣቋሪጽካ ዲኻ? ንገዛእ ርእስኻ ብዘተባብዑኻ ሰባት ክበባ፣ ቻለንጅ ዝገብሩኻ፣ ባዕልኻ ምምሃር ድማ ኣይተቋርጽ። ንህይወትካ ሱቕ ኢሎም ዝደጋገሙ ኣሰልቸውቲ ዝኾኑ ሮቲን ዘይኮነስ መሳጢት ግበራ። ኣመስጋኒ ምዃን ናብ ኣወንታ ናይ ምምዕባል ዓሚዩቕ ድሌትን ዘይምሕላልን ይሓትት እዩ። እዚ ካባኻ ዝዓቢ ዝፈጠረካ ይድግፈካ ከም ዘሎ ምእማን እዩ። ህይወት ትብዓት ትደሊ እያ። ትብዓት ማለት ዘይምፍራሕ ማለት ኣይኮነን። እንታይ ደኣ እንዳ ፈራሕካ እንከለኻ እቲ ቁኑዕ ነገር ምግባር እዩ። ስጉሚ ክትወስድ ትብዓት እንተዘይብልካ ዓለም ኩሉ ግዜ ስለ ትቕየር ከም ትንቀሳቐስ ክትገብረካ እያ። መሰናኽላትን ብድሆታትን ከጋጥሙኻ ይኽእሉ እዮም፣ ንስኻ ግን ይኽእል እየ ክትብል ኣለካ። እቶም ሎሚ ትወስዶም ዘለኻ ውሳነታት ህይወትካ ብሓፈሻ ናበይ ገጾም ይኸዱ ከም ዘለዉ ሕሰብ። ካብ ናይ ምቹእነት ቦታኻ ውጻእ እሞ ሓደሽ ዝምድናታት ኣማዕብል፣ እዚ ካብ ካልኦት ክትመሃር ክሕግዘካ እዩ። ምንባብ፣ ምምርማር፣ ክትዓብየሉ እትኽእል መገዲ ምድላይን ኣይተቋርጽ። እቲ ዘለኻዮ ዕጉብ ኣይትኹን። ኩሉ ግዜ ካብኡ ዝበለጽካ ንምዃን ጸዓር። ኣብዚ ክትፈልጦ ዘለካ ኣብ መንጎ ምምስጋንን ምዕጋብን ፍልልይ ኣሎ። በቲ ዘለካ ወላ ንእሽቶ ይኹን ከተመስግን ኣለካ። በቲ ዘለኻዮ ከይዓገብካ ግን ኩሉ ግዜ ንኽትዓቢ ክትጽዕር ኣለካ። ዘለዉኻ ሕልምታት ክትበጽሖም ትኽእል ኢኻ፣ ብፍላይ ናብኡ ከብጽሑኻ ዝኽእሉ ሓደሽቲ ዝምድናታት ክትሃንጽ እንተ ጀሚርካ። እቲ ሕልምታትካ ንምብጻሕ መፍትሕ ዝኾነ ነገር ንስኻ ኢኻ። ጽቡቕ ግዜ ድኹማት ሰባት ይፈጥር፣ ድኹማት ሰባት ሕማቕ ግዜ ይፈጥሩ፣ ሕማቕ ግዜ ሓያላት ሰባት ይፈጥር፣ ሓያላት ሰባት ድማ ብኣንጻሩ ጽቡቕ ግዜ ይፈጥሩ። መራሕቲ ይዳለዉ፣ ውዱቓት ግና ከይተዳለዉ ይጸንሑ። እንታይ ይመጽእ ከም ዘሎ ገሚትካ ክትዳሎ እንተጸኒሕካ ክትረብሓሉ ትኽእል ኢኻ። ክሳብ ዝሃርመካ እንተተጸቢኻ ግን ኣብ ጸገም ክትኣቱ ኢኻ። ጸገማት ክፋል ናይ ህይወትን ዕቤትን እዮም። ጸገማት እንተዘይብልካ ወይ ትሕሱ ኣለኻ ወይ ህይወት ብምሉእነት ትነብራ የለኻን። ጸገማት ናይ ዕቤት ዕድላት እዮም። ምሉእነት ዝመጽእ ነቲ ዝተፈጠርካሉ ትርጉም ክትነብሮ እንከለኻ እዩ። ርእሰ ተኣማንነት ምህላው ጥራይ ዘይኮነስ ዕላማ ምህላው ማለት እዩ። ኣብቲ ትገብሮ ዘለኻ ብሉጽ ምዃን፣ ብውሑድ ዘይምዝናይ፣ ዓወት ዝመጽእ ጽባሕ ኣብ እኩብ ህዝቢ ጸብለል ዘብለካ ኣብ በይንኻ ኮንካ ምስ ትለማመድ እዩ። ኩሉ ግዜ ድሉው ኩን፣ መዓልታዊ ኣብ ውሑዳት ኣገደስቲ ነገራት ኣተኩር። ሓይልኻ ማለት ኢነርጂ ናትካ እዩ ዝውስን፣ ትሑት ሓይሊ ብልሕኻን ክእለትካን ክጸሉ እዩ። ስምዒታትካ ማስተር ግበሮ፣ ምኽንያቱ ሰላም ክህቡ ወይ ውግእ ክጅምሩ ዓቕሚ ስለ ዘለዎም። ስምዒታትካ ብኣእምሮ ከተቕንዖም ተምሃር። ናይ ህይወት ወቕጥታት ኣለልዮም እሞ ንዕድልን ዕቤትን ለውጥን ወጥን። ካብ ትውለድ ክሳብ ዕስራን ሓደን ዘሎ ዓመታት ናይ ህይወትካ ጽድያ እዩ። ናይ ዕቤትን ትምህርትን ግዜ ካብ ዕስራን ሓደን ክሳብ ኣርብዓን ሓደን እቲ ዝተምሃርካዮ ኣብ ተግባር ትፍትነሉ እዩ። ኣርብዓን ክልተን ክሳብ ሱሳን ሰለስተን ምህርትኻ ትሓፍሰሉ ግዜ እዩ። ካብ ሱሳን ሰለስተን ክሳብ ሰማንያን ሰለስተን ብድሕሪኡ ዘለን መምህር ኮንካ ልቦናኻ ኢኻ ተማቕል። ህይወት ናይ ዕቤትን ለውጥን ዓንኬል እያ። ሕማቕ ወቕቲ ንዘልኣለም ኣይጸንሕን እዩ። ቅልውላው ነባሪ ኣይኮነን። ድሕሪ ሓጋይ ክረምቲ ኣሎ። ድሕሪ ጸልማት መዓልቲ እዩ ዝመጽእ። ነቲ ለውጢ ተቐቢልካ ኣብ ውሽጡ ዘሎ ዕድላት ርኸቦ። መዓልታዊ ንግሆ ድሕሪ ምትስእይ ንኸመስግን እየ ዝለማመድ። ሓንጎልካ ናብ ምስጋና በረኸት ከተኩር ኣለማምዶ። ምስ ካልኦት ሓደ ኣወንታዊ ዝኾነ ዝምድና ንምህናጽ ልባዊ ዝኾነ ኣድናቖት ኣቕርብ። ኣቐዲምካ እቲ ኣዝዩ በዳኢ ዝኾነ ክፋል ናይ መዓልትኻ ግጠሞ። እንተወዲቕካ ደጊምካ ብምትሳእ ደጊምካ ነገራት ተቖጻጸሮም። እዚ ሰጊርካ ሎሚ ኣብዛ ምድሪ ብህይወት ምህላውካ ተስፋ ከም ዘለካዩ ዘርኢ በቲ ትሓልፎ ዘለኻ ክትዓቢ ኢኻ ኣመስግን እሞ ብተግባር ንጠፍ ምምራር ገዲፍካ ህነጽ ክሳብ ብህይወት ሃሊኻ ተስተንፍስ ዘለኻ ኩሉ ግዜ ተስፋ ኣሎ ተስፋ ምቑራጽ ኣማራጺ ኣይኮነን እንታይ ዓይነት መሰናኽላት የጋጥመካ ብዘየገድስ ንስኻ ብሕሉፍካን ኣከባቢኻን ኣይትግለጽን ኢኻ ንስኻ በቲ ኣብ ውሽጢ ማዕበል ክትጓዓዘሉ ትመርጾ መንገዲ ኢኻ ትግለጽ። ጥጡሕ መንገዲ ኣይትጸበ፣ እዚ ኣብ ርእሲ ጥራይ እዩ። ታሪኽካ ንኻልኦት ከተባባዕ ኣለዎ እምበር ንድሕሪት ክጎተካ የብሉን። ናይዛ ዓለም ውግእ ክትዕወተሉ እንተደሊኻ ናይ ውሽጥኻ ውግእ ተዓወተሉ። ሕልምታትካ ኣይጽበዩኻን እዮም፣ ብተመስጦ ስዓቦም። ደጋዊ ድምጺ ዕጸዎ። ኣብ ገዛእ ርእስኻ እመን። ንስኻ ልዕሊ እቲ ዘጋጥመካ ዘሎ መሰናኽላት ኢኻ። ንስኻ ብሉጽ ኢኻ። ነዛ ዓለም ክሕግዝ ዝኽእል ህያብ ዝሓዝካ። ነቲ ሕልምታትካ ንምብጻሕ ዘድልየካ መስርሕ ቁሩብ ኩን። ኣተሓሳስባኻ ቀይር እሞ ናብቲ ቅኑዕ መኣዝን ተበገስ። ኣብ ዓቕምኻ እመን። መዓልታትካ ትርጉም ዘለዎን ግበረን። ንስኻ ምፍጣርካ ትርጉም ኣለዎ። መሰናኽል እንተ ኣጋጠሚካ ወይ ትባሳጮ እንተሃሊኻ ሓደ ኖርማል ዝኾነ ደቂ ሰባት ኣብ ህይወቶም ዝምኮርዎ ነገር ምዃኑ ኣይትረስዕ። ኣብ ገለ ደረጃ ተስፋ ክትረክብ ኢኻ። ኣይትረስዕ፣ ንኻልኦት ናይ ገዛ ርእሶም ጥርጥር ክሰግሩ ምሕጋዝ ንዓኻ ኣብ ገዛ ርእስኻ ዘለካ ጥርጥር ክትስዕር ክሕግዘካ እዩ። ስሱዕ ክትከውን የብልካን። ዕቤትካ ንኻልኦት ምሕጋዝ ዘጠቓለለ ክኸውን ኣለዎ። ናይ መበገሲኻ ውሽጣዊ ምኽንያት ተረዳኣዮ ስለምንታይ ኢኻ ሓደ ነገር ክትገብሮ ትደሊ ዘለኻ ምኽንያት ምህላው ተሲእካ ጉዕዞኻ ክትቅጽል ቀሊል ይገብሮ ብሉጽ ዘይኮንካሉ ምኽንያት ብሉጽ እየ ኢልካ ስለ ዘይኣመንካ እዩ ብዙሕ ሓጋዚ ቴክኒካት ክትመሃር ትኽእል ኢኻ ብዘይ ነፍሰ ተኣማንነት ግን ወላ ሓደ ዝልወጥ የለን ነቲ ኣብ ውሽጥኻ ዘሎ ናይ ጥርጥር ድምፂ ተቃወሞ እቲ ብዛዕባ ገዛ ርእስኻ ኣነ ከምዚ እየ ኢልካ ትኣምነሉ ነገር ኣብ ተግባራትካ ርዒሙ ክትርእዮ ኢኻ። ዓወት እቲ ትደልዮ ምርካብ ማለት እዩ። ምሉእነት ድማ እቲ ክትገብሮ ዝተሰራሕካ ክትነብሮ እንከለኻ እዩ። ነቲ ዘለካ ዋጋ ሂብካ ኣመስግን፣ ናይ ብሓቂ ሓጎስ ክትረክብ ኢኻ። እቲ ትምከሮ ህይወት እቲ ኣተኩሮ ትህቦ ዓይነት ህይወት እዩ። ዓበይቲ ነገራት ክትበጽሕ ኣብ ገዛ ርእስኻ እምነት ይሃልኻ። እቲ ዝዓበየ ንመብዛሕትኦም ሰባት ዘጋጥሞም ብድሆ ክዕወቱ ከም ዝኽእሉ ዘይኣምኑ ምዃኖም እዩ። ኩሉ ናይ ርእሲ ነገር እዩ። ብዘይ ቅኑዕ ኣተሓሳስባ ስጉሚ ምውሳድ ኣዝዩ ከቢድ እዩ። ኣጆኻ ይከኣል እዩ። ርእሰ ተኣማንነት በቶም ኣብ ከባቢኻ ዘለዉ ሰባት እውን ይመጽእ እዩ። ዝመጸ ይምጻእ ኣብ ጎንኻ ጠጠው ዝብሉ ዓቕምኻ ዘለልዩ። እቲ ዝበለጸ ንስኻ ንኽትከውን ኣብ ነብስኻ እኹል ፍቕሪ ምህላው እውን ወሳኒ እዩ። ውሽጣዊ ትርጉምካን ምኽንያትካን ርኸቦ'ሞ ንዕኡ መበገሲ ጌርካ ሰጉም። እቲ ክትጅምረሉ ዘለካ ዝበለጸ ግዜ ሕጂ እዩ። ብዙሕ ክትመሃር ትኽእል ኢኻ፣ ብዘይ ርእሰ ተኣማንነት ግን ብዙሕ ዝቕየር ነገር የለን። ክትነብር ከም ክትገብር ከም እትኽእል ንገዛእ ርእስኻ መዓልታዊ ኣዘኻኽራ። ኣብ ገዛእ ርእስኻን ገዛእ ክእለትካን እምነት ይሃልኻ። ነቲ ናይ ውሽጥኻ ናይ ጥርጥር ድምጺ መዓልታዊ ተቓውሞ ደጊምካ ዘክር። እቲ ብውሽጥኻ ብዛዕባ ገዛእ ርእስኻ ትኣምኖ ኣብ ተግባራትካ ከም ዝርዕም